ምስጋና መላእክቲ መላእክቲ ኣብ ውሽጢ መጋረጃ ንማርያም የመስግንዋ። ሓድሽ ተዓዋ ማርያም ከመይ ኣለኺ እውን ይብልዋ። መላእክ ንማርያም ናባኺ መጺኡ ኣብ ማህፀንኪ ክሓድር እዩ እሞ ንቃል ተቐቢለዮ በላ። ከመይ ከም ሚስኪን ኣብ እንዳ ድኻ ሓደረ። መልክዓ ፈትዩ ካብ ሰማያት ናብኣ ወረደ።

ሰላምታ እዩ። እቲ መልኣኽ ድማ፣ ማርያም ብእግዚኣብሄር መጎስ ስለ ዝረኸብኪ ኣይትፍርሒ በላ። ሕጂ ክትጠንሲ ወዲ ኸኣ ክትወልዲ፣ ስሙ ውን ኢየሱስ ክትብልዮ ኢኺ፣ ንሱ ዓቢ እዩ፣ ወዲ ልዑል እግዚኣብሄር ውን ይበሃል፣ እግዚኣብሄር ኣምላክ ከኣ፣ ናይ ኣቦኡ ናይ ዳዊት ዙፋን ኺህቦ እዩ፣ ካብ ያእቆብ ወገን ንዘለኣለም ኪነግስ እዩ፣ ንመንግስቱውን መወዳእታ የብሉን። ማርያም ነቲ መልኣኽ፣ እዚ ኸመይ ኢሉ ይዀነለይ? ሰብኣይ ከይፈለጥኩስ ከመይ ኢሉ ይዀነለይ? በለቶ። እቲ መልኣኽ ከኣ፣ ቅዱስ ቅዱስ መንፈስ እግዚኣብሄር ናባኺ ይመጽእ፣ ሓይሊ ልዑል ልዑልውን ይጋርደኪ፣ እቲ ካባኺ ዝውለድ ድማ ቅዱስ እዩ፣ ወዲ ልዑል እግዚኣብሄር ከኣ ይበሃል። እነሆ ካብ ኣዝማድኪ ወገን ዝኾነት ኤልሳቤጥ እኳ ኣብ ዕብየታን ኣብ ኣጋ እርጋናን ጠነሰት፣ ወዲውን ረኸበት። እነሆ መኻን ዝብልዋ ዝበልዋ ንዝነበረት ሎሚ ሻድሻይ ወርሒ

ንጽእቲ ማርያም ሰላም ንዓኺ ሕጉስቲ ማርያም ሰላም ንዓኺ ምስግንቲ ማርያም ሰላም ንዓኺ ብርኽቲ ማርያም ሰላም ንዓኺ መሕደሪት መለኮት ሰላም ንዓኺ ፍጽምቲ ድኳን ሰላም ንዓኺ ሓፍቲ መላእክቲ ሰላም ንዓኺ ኣደ ኩሉ ህዝቢ ሰላም ንዓኺ እመቤትና ማርያም ሰላም ንዓኺ ሰላማዊት ሰላም ንዓኺ ልዑል መሕደሪት ቀዲስኪ ሰላም ንዓኺ መሕደሪ ክትኮኒ ፈትዩ መረጸኪ ሰላም ንዓኺ ብወርቂ ክዳውንቲ ዝተሰለምኪ ሰላም ንዓኺ ብብሩር ዝተወቀበ ክንፊ ርግቢት ሰላም ንዓኺ ብሃመልማል ብዘርግፍ ወርቂ ዝተሰለምኪ ማርያም ሰላም ንዓኺ ኣፍ ደገ ምብራቕ ኣደ ብርሃን ሰላም ንዓኺ ብርኽትን ምዕርግትን ማርያም ሰላም ንዓኺ ምስ ቅዱሳን መላእክቲ ብክብሪ ኣቦኡ ኣብዚ ኣብ ዝመጽኣሉ ግዜ ንከድሕነና ናብ ጎይታና መድኃኒና ኢየሱስ ክርስቶስ ለምንና ብኣባጊዕ ብየማኑ ንኣጣልን ኣጣልን ድማ ብጸጋሙ ኣብ ዝቆመሉ ግዜ ምስ ሰማዕት እስጢፋኖስ ምስ መጥመቅ ዮሐንስ ምስ ኩሎም ቅዱሳን ሰማዕታት ብየማኑ የቁመና ንዘለዓለም ዓለም ኣሜን።